ክብረትና ብሚዛኑ እንዳሰፈረ ንጥፍኣትና እከይ ዝዓለመ እከይ ዝዓለመ እዚ እምነት እዚ ብግብሪ ከም ግጉይ ኮይኑ ተረኺቡ ማለት እዩ። ፈቲንካ ኣይሰለጠካ እዚ ተጋጊኻ ኣለኻ ማለት እዩ። ወይ ኣሰራርሓ ክትቅይር ወይ እቲ መስርሕ ክትቅይሮ ወይ እቲ እተእትዎ ባእታታት ክትቅይር ኣለካ እቲ ዝንቕ ናይቲ ባእታታት ክትቅይር ኣለካ። ሕጂ ብድሕሪኡ ኣነ እንታይ እየ ኤሪ ፕላትፎርም ኢለ ኤሪ ፕላትፎርም ሲ ኣህጉራዊ በርጌሳዊ ማሕበር ኣባል ናቱ እየ ወይ ንዑኡ የካይድ ኣነ ካልእ ስራሓት ውን ኣለኒ ግን ኣብዚ ምናልባት ከም በርጌሳዊ ማሕበር እንታይ ይገብር እዚ ሲምፖዝዩማት ዝዛረበሉ ዝነበርኩ ናይ ሓባር መረዳእታን ናይ ሓባር ራኢን ናይ ሓባር ዕላማን ንምምጻእ ዝዓለመ እዩ። ስለዚ እታ እንታይ ይገብር ኣለኹ መድረኽ ኣባላ እየ ነይረ፣ መስራቲ ኣባል እየ ነይረ። ፈሪሳ እያ። ቅድሚ መድረኽ እዚኣ እያ ቆይማ ነይራ። ኣነ እታ ታሪኽ ኣላ ህበይ ቁሩብ ግዜ ከይበልዐ እምበር ኣነ እዛ መጽሓፍ ምጽሓፍኩ ኤርትራ ፋራና መንገዲ ታሪኽ ዓወት ጥልመትን ተስፋን ትብል ምጽሓፉ ነቲ ብኡ ዘሎ ሓሳባት ንምስፍሕፋሕ ንምዝርጋሕ እያ እታ ወብሳይት ቆይማ ነይራ፣ ዋላ እታ ማሕበር ከም ኣህጉራዊ ኣባላት ቦርድ ናታ ጀርመናውያን ኣለዉ፣ ፈረንሳውያን ኣለዉ፣ ገለ ኣለዉ፣ ብኸምኡ ኢና ኣዕቊብናያ ነይርና። ኣብቲ ዩኒቨርሲቲ ዩኒቨርሲቲ ቁዝማ ኣብቲ ዝምህረሉ ዩኒቨርሲቲ ኣብኡ እየ ኣዕቊበያ፣ ነቲ መጽሓፍ ንምስራሕ። ግን መድረኽ ምስ ኣቖምና ንዕኡ ገዲፈዮ ነይረ፣ መድረኽ ምስ ፈረሰ ከኣ መልሼ እባራበረያ፣ ስለዚ

ግን ኣብኡ ከይተሓጸርና ካብ ንጽብሒቱ ጀሚርና ከኣ እንታይ ዓይነት ስርዓት ክንምስርት ኢና ክንሓስብ ክንክእል ኣለና። እቲ ሽዑ ዘጋጥመና ብድሆታት እውን ሕራይ ንስርዓት ንእለዮ እሞ ደሓን ሽዑ ነርክበሉ ክንብል ኣይክእልናን። የርክቦ ረማሕዮ ዝበሃል ኣይኮነን። ምኽንያቱ ስርዓት ኣብ ዝቕየረሉ እዋን ብዙሕ ሽግራት ከጋጥም ይኽእል እዩ። እቲ ሽግራት ከጋጥም ዝኽእል። ብድሆታት ነፍሲ ወከፍ ብድሆኻ ከመይ ጌርካ ትገጥሞ ካብ ብሕጂ ርግእ ኢልካ ትሓስቦም እዩ። ሓሲብካሉ እንድሕር ጸኒሕካ ኣቦታትና እውን እንታይ እዮም ዝብሉ ብሕጂ ከይመጽእ መንገዲ ውሕጅ ጽረግ። ስለዚ ክልቲኡ ተኣሳሰረ ኮይኑ እዩ ዝስምዓኒ። እዚ ለውጢ ድኻ ትኣምንጽ ገና ዝእቶ ናይ ብሓቂ ህውተት ኣይኮነን በኪ። ዝፅገን ነገር እኮ እዚ ለውጢ ዶ መሰረታዊ ለውጢ ዶ ፅገና ዝበሃል ሲ ህውተታ እዩ ናይ ብሓቂ ቁም ነገር ዘይብሉ ክትል ምክንያቱ ዝፅገን እኮ ዝፅገን እኮ እንድሕር ሓደ ህያው ክሊ እዚ ስጥዑ እዩ ቁቁ ፀጊንካ ተኺዶ እንታይ ኢና ክንገብር ንደሊ ኣብ ቅዋም ዝተመርኮሰ ስርዓት ግዝኣተ ሕጊ ዝምእዘዝ ስርዓት፣ ንህዝቢ ተሓታትነት ዘለዎ ስርዓት፣ ኣሰራርሕኡ ግሉጽ ዝኾነ ስርዓት ኢና ንዛረብ ዘለና። እዚ ጽገና ድዩ መሰረታዊ ለውጢ? እዞም ጽገና ዶ መሰረታዊ ለውጢ ዘየድሊ ህውተታ ኮይኑ እዩ ዝስመዓኒ ንዓይ። ዝጽገን እኮ ኣንታ እዝስ ደሓን እዩ ቆርቁሮ ኣመዓራሪኻስ ክኸይድ ይኽእል እዩ ትብሎ እዩ። ቋም የለን ቋሞ ስርዓት ይተኸል ይበሃል ኣሎ። ንኹሉ ህዝቢ ዘሳትፍ ምዕሩይ ደሞክራሲያዊ ምሕደራ ይተሃነፅ ይበሃል ኣሎ። ቦቲ እቲ ኩሉ ክንብሎ ዝበሃል ዘሎ ሕጂ ኣብኡ ኣብ ዝርዝር ከይኣተኹ ስለዚ ፅገና ድዩ ዋላ መሰረታዊ ለውጢ እዩ? መሰረታዊ ለውጢ እዩ ፅገና ኣይኮነን።

ሓደ ካብቲ ምምሕዳራት of course ኣብ ሓፈሽኡ ክንሪኦ ከለና እቲ ሴኩላር እዩ ክኸውን ዘለዎ ስለ እንታይ ሃይማኖታዊ ክኸውን ኣይክእልን እዩ ምናልባሽ ሃይማኖታዊ ዝድግፉ እንተለዉ ነዚኦም ብምንታይ ክንስዕሮም ንኽእል በቲ ኣውራጃ ኢና ክንስዕሮም ንኽእል ንኣብነት ኣስለምታይ ኣውራጃ እንተገርናዮ ኣብቲ ኣውራጃ ኩሎም ኣለዉ ክርስትያን ኣለዉ ኣስላም ኣለዉ ኣብቲ ጋሽ ባርካ እንተኾይኑ ስማማ ካሉ ናይ እምነት ኩናማ ዝክተሏን እየ ኣነ ንባዕለይ ኩናማይ እየ ግን ካቶሊክ እየ ከምኡ ከ ብሃይማኖት ካቶሊክ እየ ማለት እዩ ግን ሰለስተ ዓይነት ሃይማኖት እዩ ዘለና ኣብቲ ውሽጢ ማለት እዩ ስለዚ እቲ ናይ ሃይማኖት ጉዳይ ብከምዚ ሰው ክንገብሮ ንክእል ከምዚ ዓይነት ፀገም እውን ብዙሕ የለን ግን ሕጂ በዚ ሕጂ ንሪኦ ዘለና ምዕባለታት ናይ ዓለም ከምኡ ዓይነት ፀገማት ኣምፂኦም ክፈጥሩልና ይክእሉ እዮም ፀገም መዓት ክስተያትን ክገብሩ ዘለዉ ውሽጢ ኤርትራ ይኩን ዋላ ኣብ ደገ ካልእ እቲ ናይ ኣውራጃ ጉዳይ እንተኾይኑ ከምዚ ክጋነን የብሎ እቲ ናይ ኣውራጃ ነገር ስለምንታይ ዝጸንሓና እዩ ብኣውራጃ ዝተባእሰ ሰብ ርእየ ኣይፈልጥን እየ ኣብቲ ቀደም ማለት እዩ ሕጂ ውን እቲ መንግስቲ ክመጽእ ከሎ ምጽእ ኢሉ በቃ እቲ ኣውራጃ ብዘይ ዘረባ ኣጥፊእዎ ማለት እዩ ወላ እቲ ረፈረንደም ኣይገበረ ገለ ኣይገበረ በቃ ዘጋደቡ ዘጋደ ገለ ገይሩ ስታይ ምስ ገበሮ እቲ ህዝቢ ቁብ ተላዒሉ ደስ ኣይበሎን ተሰኪፉ ማለት እዩ ሕጂ ግን እቲ ክንጥንቀቅ ጥራሕ ዘለና ከነጋኑ ጥራሕ የብልና እምበር እቲ ኣውራጃ ሕማቅ እዩ ማለት ኣይኮነን ጽቡቅ እዩ ከምቲ ሓውና እዮብ ክብሎ ዝጸንሐ ናይ ንቅሓት ጸገም ኣሎ of course ስለ ዘይነቅሐ ናብኡ ተጠቂሞም ናብ ካልእ ክሰዱ ኣብ ዘይከውን ክስታያት ጸገማት ከውድቅዎ ስለ ዝክእሉ እታ ሃገር ኣብኡ ክሳብ ዝነቅሕ እቲ ሰብ ሲ ቀስ ብቀስ ክንከይድ ኣለና እምበር ሓደ ኣውራጃ ሓማሴን ኢሉ ኣበይ ኣበይ ኣበይ ክበጽሕ እዩ ንኣብነት ዝበጽሖ የብሉን ኣብኡ እዮ ውሽጢ ኤርትራ እዮ ዘሎ ከምዚ ናይ ገምገም ባሕሪ ኣለኒ እሞ በቃ ናብዚ ኣይትምጹኒ እንተኮይኑ ምናልባሽ ሽጉጥ ተጠቂሙ ክስታይ ክገብረና ይክእል እዩ እንተዘይ ኮይኑ ዝበጽሕዎ ቦታት የብሎምን ስለዚ ከነጋኖ የብልና እምበሸ ክስታይ ክንገብር ከነሕብሕቦም ኣለና of course ኣውራጃ ኣውራጃ እዩ ንፈልጦ ኢና ኩላትና ኣብኡ ኢና ንነብር ናትና እዩ እና ብሰላምን ብክስታይን ክንገብሮ ኣለና እምበር ከምዚ ስለ ዝበልካ እዚ በደለኛ ኢካ ወይ ትሕቲ ሃገራዊ ኢልካ ኢልካ ኩሉ ግዜ ክስታይ እንተጌርና እዩ ከምዚ ዝበልና እቲ ጸላኢ እውን ከምኡ ብኡ ኣትዩ ፋሕ ከብለና ስለ ዝኽእል ይጥቀመሉ ከኣ ኣሎ ኣብኡ ክንጥንቀቕ ኣለና ካልእ ሓውና ክስታይ ክገብሮ ጸኒሑ ኩሉ እቲ ናይ ብሄር ጉዳይ እዩ ኣነ ከም ብሄር ኩናማ እየ ኦፍኮርስ ኣብኡ ጥራሕ ክንጥንቀቕ ዘለና ሕጂ ክትጠቕስዎ ጸኒሕኩም ብሄር ብሄር ይብሉ ኣለዉ ኣየናይ ብሄር ኣብ ኤርትራ እቲ ዓቕሚ ሃልይዎስ ከምዚ ክንጸል ገለ ዝብልሲ ኣበይ ዘሎ እዩ ክበሃል ከሎ ከምዚ ናይ ንዕቀት ክስታዮም ክስማዕ ስለ ዝኽእል ኣብኣ ኩሉ ግዜ ክንዛረብ ከለና ክንጥንቀቕ ኣለና ስለምንታይ ዝነዓቀ የጥንስ ከም ዝበሃል ኣይፍለጥን እዩ ኣምላኽ እንታይ ከም ዘምጻሉ ነቲ ውጹዕ ሰብ ማለት እዩ ውጻዕ እንተኾይኑ ናይ ብሓቂ ኣብኣስ ቁሩብ እንተተጠንቀቕና ይሓይሽ የለን ማለት ኣይኮነን እቲ ወጽዓ ኣሎ ንፈልጦ ኢና ኣብ ውሽጢ ኤርትራ እንታይ ዓይነት ጸገማት ኣለና ስለ ንፈልጦ ካብኡ ቁሩብ እንተተጠንቀቅና ይሓይሽ ሰላም እንተገርና ከዓ ክትብልዎ ሓፂን ኣይኮን ኩሉ መሰላቱ እንተተሓልይሉ ሲ እቲ ብሄር ክንፀል የገለ ዝበሃል ነገር የለን ግን በደል ከምዚ ሕጂ ዝግበር ዘሎ በደላት እንተበዚሕዎ ሰላም እውን ኣይህበናን ወላ ይነፀል ግን ሰላም ክህበና ኣይክልን እዩ ኣፋር ድዮም ኩናማ ድዮም ብሌን ድዮም ተኻድዎ ስታይ ማለት እዩ ሳይ ክዛረብ
ኣነ ምስዚ ሪኢቶኻ እሰማማዕ እየ ብጣዕሚ እቲ ናይ ንዕቀት ዓይነት ኣይኮነን ኣነ እንታይ እየ ዝብል ካብዘን ትሽዓተ ብሄራት ኣለዋና ንብል ኣለና ብሄራት ድየን ኣይኮናንሲ መፅናዕቲ የድልዮ በቲ ቅድም ዝሓዝናዮ ኣብ ሰውራ ከለና ብሄራት ኢልና ተበጊስና ክሳዕ ሕጂ ውን ብሄራት ኢና ንብል ዘለና ሕጂ ገሊኡ ኣብ ክትዕ ርቕቕ ዝበለ ክትዕ ምስ ክኢላታት ዝብል ከሎ ካበይ ዝመፃ ብሄራት ብሄር ትብልወንሲ ኣሎ መምዘንታት እሞ ዘይተፅንዑልና ብኸምኡ እዩ ተጀሚሩ ኣነ ከኣ እንታይ ማለተይ እየ እዘን ትሽዓተ ብሄራትሲ ንበለን መሰል ርእሰ ውሳኔ ብሄራት ተጠቒመን እንድሕር ደኣ ንዑኡ ተግቢረንኦ ትሽዓተ ሃገራት ናጻ ሃገራት ትሽዓተ መንግስታት ኣብ ኤርትራሲ ግብራዊ ኣይኮነን ኢለ እምበር ንዝኾነት ብሄር ከስተናዕቕ ኢለ ኣይኮንኩን። ክሳብ እዚ እኮ ተረድእ ግን ግን ግብራዊ ፍታሕ ኣይኮነን ሽግር ናይ ኤርትራ እቲ ፍታሕ እንታይ እዩ መሰል ናይ ኩለን ብሄራት ወይ ኤትኒካዊ ጉጅለታት ንበለን ናይ ኩሉ ሃይማኖታት ዝሕሉ ምናልባት ሓደ ማእከላይ መንግስቲ ህሉ ተሰራርዓ ክንላዘብ ንኽእል ኢና ሓደ ማእከላይ መንግስቲ ህሉ ድሩት መዝነታት ህሉ ምክልኻል ምናልባት ናይ ባጤራ ምምሕዳር፣ ኣህጉራዊ ንግዲ ወዘተ ንዑዑ ይምልከት። እቲ ንዑዑ ዘይምልከት ከኣ ነቲ እቲ ናይ ቀደም ኣውራጃ ድዩ ኣውራጃታት ድየን ዝምለሳ እዚ ድዩ ዝቕጽል ሓድሽ ካልእ ጂኦግራፊያውን ፖለቲካውን ቅርጽታት ኢና ነተኣታቱ ንህዝቢ ዝግደፍ ነቲ ድሕሪ ለውጢ ዝመጽእ መሰል ኣለዎ እቲ ምርጫ። እቲ ዝቐውም ሃገራዊ ባይቶ ይኹን ህዝቢ ብመንገዲ ሓፈሻዊ ረፈረንዱም ድላዩ ክገብር ግን ዘይምእኩል ዋላ ነፍሲ ወከፍ ከተማ ርእሳ ዝኸኣለት ኮምዩን ኮይና ክትከይድ ክትክእል ኣለዋ ናታ እዚ ሕጂ ዘሎ ዋላ ዞባታት ኢልካ እቲ ማእከላይ መንግስቲ እዩ ሸሞም ነቶም ኣመሓደርቲ ተሓታትነቶም ነቲ ማእከላይ መንግስቲ እዩ። እቲ ማእከላይ መንግስቲ እዩ ባጀት ዝስልሓሎም። ባጀት ዝስልሕ እንተኾይኑ ተሓታትነቶም ነቶም ነቲ ማእከላይ መንግስቲ እዩ። እቲ ዞባ ድዩ ኣውራጃ ድዩ ወድኤቨር እዚ ዘይምእኩል ስርዓተ ምሕደራ ዝበሃል ግን እቲ ህዝቢ ባዕሉ ወከልቱ ዞባዊ ድዩ ኣውራጃዊ ባይቶ ባዕሉ ክመርጽ ኣለዎ። ባዕሉ ኣመሓደርቱ ክመርጽ ኣለዎ። ከምኡ ምስ ዝኸውን እዩ ተሓታትነቱ ናብኦም። ባጀቱ ከኣ ናጻ ምስ በሃለ ባጀት ክህልዎ ይኸእሎ ብናጻ ረብሓታት ናይቲ ዝውክሎ ኣካል ንኸብር ኮይኑ ኮምታት እዩ። እዚ ግን ንካትዓሉ ነገር እዩ። ኣብዚ ክንካታዕ ጽቡቕ እዩ ግን ድሕሪ ለውጢ ዝመጽእ ነገራት እዩ እቲ ዘገድስ ኩላህና ክንሰማማዓሉ ዘለና ኣብ ኤርትራ ኩሉ መርኣያታት ናይ ብዙሕነት ክኽበር ክኽእል ኣለዎ። መሰላት ክሕለወሉ ኣለዎ። ናጽነታቱ ክሕለወሉ ኣለዎ። ማዕረ ዕድል ከኣ ክወሃቦ ኣለዎ። ማዕረ ዕድል ንትምህርቲ፣ ማዕረ ዕድል ንኣገልግሎት ሕክምና፣ ማዕረ ዕድል ንኣገልግሎት ጸዓት፣ ማዕረ ዕድል ንፖለቲካዊ ተሳትፎ ኣብ መዓልታዊ መነባብሮ ይኹን ኣብ ጉዳያት ሃገር፣ እዚታት ማለት እዩ እቲ ማዕረ ማዕረ ዝበሃል፣ ማዕርነት።

ጎሊሁ ካብ ዝረኣ ጎጆ ብዙሕ ኣርእስታት ይለዓል ዘይውፅኢታዊ ኮይኑ ይድምደም። ይብገስ ዘርኢ ፈረስ ዝተፈላለዩ ኣረኣእያታት ምምፅኡ ሕማቕ ኣይኮነን። እቲ ኣረኣእያታት ኣብ ምትእንጋድ ድዩ ነቲ ኣረኣእያታት ፅን ኢልካ ኣብ ምንሕልካ ኣብ ምድምማፅ እዩ ብዙሕ ጋባት ዝተፀንሐ ገለገለ እውን እቲ ዝመፅእ ኣረኣእያታት ካብ ኤርትራዊ ኩነት ወፃኢ እንተስ

እዚ ደንበ እዚ ጽቡቕ እዩ ምቋም ምቋም ሕማቕ ኣይኮነን ስፖርት ንቃወም ዝገበረና ምክንያት ስለ ዝነበረ ከዓ ህዝቢ ተቓውሞታት ኣልዒሉ ግን መተካእታ ዝኸውን ሓሳባት መተካእታ ዝኸውን ስራሕቲ ክሰርሕ ተዘይክኢሉ ዋላ እውን በታ ዝነኣሰት ፍራክሽን

ኮርስ ድዓወት ክንዛረብ ከለና ታይ ንብል ዘለና ክላስ ኣሎ ሓደ ታይ እዩ እቲ ጎል እቲ ኦብጀክቲቭ ስለዚ ብፎርም ደረጃ እንታይ ዓይነት ኦብጀክቲቭ ዘለኩም ወይ እቲ ዝሓይሽ ትብልዎ ፍልይ ዝሓዘ እዩ መስርዓ ዝምም ቅያር ከግርና ዝኽእል ጠላም ዝበሃል ካልኣይ ሊደርሽፕ ሊደርሽፕ እንተዘይ ሃሊካ ዝገበርካ ግበር ዝሃለኻ ነገር ሃልውካ ኣትበጽሖ ነገር ኣይህሉን ነዚ ካብኡ ተዘይበለ ብቁዕ ሊደርሽፕ ኣለና ንናይ ድለና ሪች ኣውት ንገብር ኣላ ንስቲ ሳልሳይ ከም ፒላር ዝለዓል እንታይ እዩ እቲ ሞቲቬሽን ኣዲሞም ከም ዝገለጽኩዎ ናይ ህዝብና ሞቲቬሽን ዳርጋ ባይታ ዝውሂድ እዩ እቲ ሞቲቬሽን ተዘተባራዩ ትኽልተዊ እንተሓዝና እቲ ንወፅዖ ክንበፅሕ ከቢድ እዩ እሞ እዚ ሰለስተ ነገራት እዚ ኣጣሚርና እቲ ዝድለ ናይ ለውጢ መድረኽ ክብጻሕ ብወገንኩም ሳጀሽን ዝሓዝኩሞ እንተሃልዩ ሼር ክገብሩልና ስለ ዝተወደድኩ። ኣብታ ካልኣይቲ ድሕሪ ለውጢ ምምስራት ደሞክራስያዊ ሃገር Rebuilding Democratic Nation ዝበልካዮ ዝተፋላለዩ ዓይነት ኣረኣእያታት ይመጽኡ። ኤርትራ ከም ዝዓነ ደሞክራስያዊ ስርዓት ተኸለት

ምስ እዚ ዝለዓል ዘሎ ነጥብታት ክለዓል ምስ ዝጸንሐ ጉዳያት ንዓና እውን ከገድሰና ዝኽእል ብነጻ እዩ። ኣብ ኤርትራ እታ ዝነኣሰት ውዳበ እታ ስድራቤት እያ። ስለዚ እታ ስድራቤት ትውከለሉ ሃገር-ለኸ ፖለቲካዊ ስርዓት ክንምስርት እንድሕር ክኢልና እዚ ኩሉ ዝመጽእ ጎናዊ

እቲ ባዕዳዊ ገዛእ ባሕሸና ኔሩ ዝብለሉ ደረጃ በጺሑ ዘሕዝን እዩ ናይ ብሓቂ ኣነ ዘኽብሮም ሰባት ዝፈትዎም ሰባት እሶም ካባኹም ሲ ይደሉ ሕሸና ኔሩ ክብሉ ከለዉ ኣነ ንውሽተይ ደም እዩ ዝነብር ናይ ብሓቂ እየ ዝብለካ ደርጊ ዝሓይሽ ካባኹም ክብልካ ከሎ ትኽብሮም ትፈትዎም ሰባት ናይ መብዛሕትኡ ከኣኒ ዓው ኢሉ ዘይዛረብ እንኾይኑ እምበር እንግዳ ሓቂ እዛ ኤርትራ እትበሃል ሃገር ኣብ ሸን ሸሞንተ ሚእትን ተስዓን ካብ ትድኮን ኣትሒዙ ህዝብና ከምዚ ዓይነት ዓቐን ይኹን ደረጃ ሓሳረ መከራ ኣጋጢምዎ ኣይፈልጥን። እቲ ዝኸፍኤ ስርዓት ኣብ ኤርትራ ብደረጃ መነባብሮ ምግራት ጽቡቕ ነይሩ ኣይኮንኩን ዝብል ዘለኹ ዋላ ናይ ኢትዮጵያ ጎበጣ ጽቡቕ ነይሩ ፈደረሽን ጽቡቕ ነይሩ ገለ ኣይኮንኩን ዝብል ዘለኹ ብደረጃ መነባብሮ ህዝብና ብደረጃ ሃለዋት ህዝብናን ሃገርናን ቁጠባና ከባቢና ግን ምናልባት እቲ ዝኸፍኤ መዋእል ወይ በቲ ዝኸፍኤ መዋእል ዝልለ ስርዓት ዝህሉ ስርዓት ኮይኑ ይስመዓኒ። ስለዚ በዚ ቁሩብ ፍናኑ ክንክይ ወይ ክውድእ ምውል እዩ። ምብርባር ምስ ረኣየ፣ ለውጢ ምስ ረኣየ ግን ፍናኑ ክብ ከም ዝብል ከኣ ኣይሰሓትን እዩ። ስለዚ ብስራሕ ጥራሕ ኢና ነዚ ክንቅይሮ ንኽእል ኣይኮን መስለኒ። ኣረ ክህበኩም እየ ኣረኻ ኣይ ቲንክ ክሓትት መስለኒ ብኣ ከለኹ ኣምባሳደር ኩሉ እቲ ሕጂ ቀንዲ ዘገድሰና እቲ ኩሉ እንዲ ዘገድሰና ትፅቢት ናይቲ ህዝቢ ከ ኣሎ ሕጂ ተስፋ ደለሎ ኩነታትና ከመይ እዩ ዘሎ?

እንድርያስ እታ ሕቶ ሰኣት ስለዝኾነት ሰላም ኣይበልኩኻን እንኳዕ ደሓን መፃእካ and I appreciate you መፂእኻ ምፍታንካ I don't know እቲ ኣዜብ እኳ ፅቡቅ ገይራ ተሕሽምላቶ ነይራ ብምንታይ እዩ እቲ መምፅኢ ንዓና ሃንቀውታ ስለዘለዎ ዝመፀ ኮይኑ ዝሰሚዕና ኩላህና እንታይ ኢና ንፅበ ዘለና ሕቶና ሓንቲ እያ ህዝብና ካብቲ ዘሎ መዓት ክድሕን ናይ ኩላህና ሓባር ረቋሒ ኮሙን ፋክት እታ ዓድና ከኣኒ ኩላህና ከኣ በብዘለናዮ ከኣ ኣብዚ ንፋለጥ ኢና ዲፋዓት ሒዝናሉ ዝነበርና ከምዚ ኢላ ኣዝየ ብሕጂ ብዝኾፍ ኢላ ክሪኣ ከለኹ ኣብ ኣሜሪካ ሲ እንድሕር ኣደኖ ኣብቲ ግዜ እቲ ቅድሚ ክንደይ ዓመት ይኸውን ኣይ ዶንት ኤክስፐክት ኣብዚ ኮፍ ኢልካ ያኒ ኣብ ማሪዮት ሆቴል ኮፍ ኢልካ ሲ ከምዚ ኮንፈረንስ ከተካይድ ኣብ ትድፋዕ እትዮ ከለኻ ማለት እዩ ሕጂ ኩሉ ሓሊፉስ ተዓዚብና ኣለና እየ ዝብል ኣብዚ ዘለኹ እታ ሕቶና ከኣ ሓንቲ እያ ኩሉ ከኣ ንመን ንጽበ ሕጂ ኣነ ዓንደብርሃን ካብቲ ካብቶም ናይ ቀደም ናይ ኤያስኤል ዝነበርኩም ተስፋ ዝነበረኩም ንሕና መጺኦምና ነይሮም ከማና ዝበዝሕ ሽምግልና ክሳብ ሕጂ ውን ተስፋ ኣሎ ማለት እዩ ዓንደብርሃን ክእለት ኣለካ ተመክሮ ኣለካ ኣብ ቃልሲን ኣብ እዚ ንነብሮ ዘለና ዓዲ ኦኬ ሕጂ እቲ ኦብጀክቲቭ ሪያሊቲ እንታይ እዩ ከምቲ ዝበለቶ ምራክ መስከብ ዳይላ ወላ ኣይደኖ ኣክንምኻል እንታይ እዩ ደልየና ዘሎ ሕጂ እቲ ኦብጀክት ሪያሊቲ ኣቐምጥ ኣቐምጥ ኣቐምጥ ነብሎ ንስኻ እንታይ ዓንደብርሃን ኣብ መድረኽ ኔርካ ዋይ መድረኽ ፈሪሳ እሱ ናቱ ዘሎ እዩ ክንደይ ውድባት ኔረን በዓት ሰውራ ባይቶ ተዳቂቐን ተዳቂቐን ኣብ ብዙሕ በፂሐን ከምኡ ካልእ እውን ናይ ግንባርን ሓርነት እንዳበልካ እውን ኩሉ እቲ መንእሰይ ዘሎ ብሙሉእ ሕጂ መጺኡ ዘሎ በዚ ናይ ስርዓት ድፍረት ዝወረዶ ከኣኒ እዚኦም ኣሪጎም እዮም እዚኦም ኣቢሎም እዮም እንዳበልካ ምጽጋዕ ኮይኑ ኣነ ሕጂ እቲ እንታይ እየ ደልየ ዘለኹ ሃው ዲ ኮኔክት ዘ ዳትስ እዚ ኦብጀክቲቭ ሪያሊቲ እዚ እዚ ማቴሪያል እዚ ሲ ከመይ ጌርና ኢና ኣስሪሕና ካብ ሱዳንን ካብ ኢትዮጵያን ባዕልና ዝመሃርናዮም ኳታ ክብል ይኽእል ኣነ ሰውራ ኤርትራሲ መምህር ናይ ክልቲኡ ጎረባብቲ ሃገራት እዩ ንጸላኢ ብቓልስና ምሂርናዮ ሱዳን እውን ተዓቂብና ኣብኡ ዝነበረና ናይ ሱዳን ንሪኦም ነርና ኢና ግን ካባና ዝሕሾ ኮይኖም ተርኪቦም ነቲ ለውጢ ፖለቲሽያንስ ምሁራት ዳክተርስ በብማሕበራት ኮይኖም በብዘለዎም ኮይኖም ነቲ ፍታሕ ከመይ ገይሮም ኣምፅኦም ኣለዉ መሰረታዊ ፍታሕ እቲ ብዘየገድስ ኣብ ሓደ ነጥቢ በፂሖም ኣለዉ ናይ ኢትዮጵያ ከዓኒ ይኸይድ ኣሎ ንሪኦ ኣለና ንሕናስ እንታይ ኢና ተዓዚብና ዘለና ንዝብል እሞ ከም ዓንደብርሃን ብኹሉ ተሓልፎም ንኹሎም ንብዓል ዶክተር ኣብይ ኢልካ ዋላ ናይ ብዓል ሓምደቲ ናይ ብዓል ሱዳን ዘሎ ንኹሉ ንምንታይ ኢና ዘይንሪኦ ሕጂ ባይቶ ኣሎ ሃገራዊ ባይቶ ኣሎ ካብ ሽዱሽተ ሚእቲ ኣባላት ካብ ሙሉእ ዓለም ኣነ ሚድል ኢስት ነይረ ሽዑ ዝገበርዎ ኣብኡ ስለምንታይ እንታይ እቲ ንዕኡ ምጉናጽ ኣብ ውሽጣ ኣቲኻ ምዕራይ እንድዩ ኣይበልጽን ሓደ ሓሊፉ እቲ መድረኽ ሕጂ ውን ባይቶ ኣሎ ካልእ እንታይ መጺኡ ኣብ ሚኒሶታ ዘካየድኩሞ ኔሩ ሕጂ ናይ ስኒ ዝባሃሉ ኣለዉ ንምንታይ ምስኣቶም ከ በቲ ሚኒምም ፕሮግራም ክንሳማዕ ዘይንኽእል ኦኬ ከም በዓል ሰንጋል ከም በዓል ዶክተር ሰላሕ ኣዉ ኔሮም We are following ንሕና ዓይንና ኩሉ ግዜ ምስ እንታይ ይበሃል ኣሎ ካረንት ኣፌር ኩሉ ግዜ ኢና ንርኢ ዘለና ከም ዓንደብርሃን ኣነ ዝደልየካ መራሓይ ክትኮን እየ ዝደሊ ሕጂ ኣነ ዋይ ብተመኩሮ ምኩር ሰብ ክመርሓካ ከሎ ሓይሽ ካብ መሊስካ ዘይተመኮረ ግን ነቲ ምኩር ሰብ ካብቲ ዝነበረ ጌጋታት ክሓቶ ከለኻ ብንህጽህና ክምልሰልካ እንከሎ ዋይ ንምንታይ ደይትቐርቦም እቶም ባይቶ ድዮም ኣገምኻ ዋላ ንስኻ ኢኻ ኣነኣኢስካዮም ሓደ እዚ ናይ ይኣክል ዘሎ ሰሚዕና ኢና ንዓኻ ዝመጽእ ዝነበረ ግን ተጸሚምካ ከም ተቓላሳይ መጠን መስዋእትነት ከፊልካ ክትኣትዎ ኣለካ ብኣይ ብኣይ ጠሪጋ ክትኣትዎ ኣብኡ ኣቲኻ ምዕራይ

ሪወርድ ኣይ ቲንክ ኣነ ከሕፅሮ እየ ግን እንታይ መስለካ እኩብ ድምር እንዲ ዓንደብርሃን ኣይ ሪስፔክት ዩ ፕሊስ ዋይ ኢዝ ንስኻ ቆንጠጥ ኢልካ ነዞም ኩሎም ዘለዉ ኦኬ ዋላ እምኒ ተፃዒንካ ድዩ ዋላ ገለ ድሕር በደለኛ ኢሎምኻ መዲድ ተጻዒንካ ድዩ ንምንታይ ኣቲኻ ኣብ ኾንካ ክትዓሪ ዘይትኽእል ሙኩርኻ ክእለት ኣለካ እሱ ምስ ዝጅምር ኢንሼቲቪ ከኣኒ ክዕረ ዝኽእል ኣነስ እየ ትጽቢተይ ካብ ኩሉ ካብ ካብ ነብሰይ ጀሚርካ እዚ ናይ ኣውራጃ ናይ ዓሌት ናይ ሃይማኖት ሃብትና እዩ ከምቲ ዝበለጾ ኣብኡ መመኽነይታ we don't have to be refuge on that one ናብኡ ክንስደድ የብልና ሽግር ኣባና እዩ ዘሎ ኣብዚ ኣሎ ዓንዲ ብርሃን ኣነ ኣብዚ ኣለኹ ኩላህና ኣብዚ ኣለና ካባና ይጅምር ከመይ ጌርና ኢና ንሕና ኣፕሮች ኢች ኣዘር ጌርና ሪኮግናይዝ ኢች ኣዘር ጌርና ነቲ ሽግርና ነቲ ሕመቕና ስንፍናና ሲ ኣብ ጣውላ ኣቐሚጥና ነተን ዘለዋ ውድባት ድን ዕቁባት ድን ቀቢላታት ድን ሃይማኖት ኩሉ ኣፕሮች እንዳገበርና እቲ ሞዛይክ ኣንተወይ ዝበልኮ ናይ ህዝቢ ኤርትራ ከም ኤርትራውያን መጠን እታ ኤርትራ ሃገርና ምስ ህዝባ ከመይ ገርና መጀመርታ ንድሕናታ ምራኽ ቅድሚ መዝከብ ኣለበታ ማይ ብድሕሪኡ
እዚኣ ስለምንታይ እያ ንዝብል ክንከይድ ኣለና እንዲ ኣብዚ ዓዲ ሲ በቂት ካብቶም መራሕቲ ናይቲ ኮሚኒቲ ግድን ከ ሰለሙን ካልኦት ኣለዉ ናይ ግድን ክኸዱ ኣለዎ እሞ ብሓንሳብ ንኩሉ ክንነብሎ ይንኽእል ኢና ግን ትመካትዒ መድረኽ ተኸፊቱ እንዲ ካልእ ግዜ ከዓ ክንካታዕ ንኽእል ኢና ክንዛረበሉ ንኽእል ኢና ግን ነተን ዕጡቕ ምዕድል ክልክሩ

እዚ ብሃይማኖት ድዩ ብብሄር ድዩ ተወዲቡ ዘሎ መጀመርያስ ተራእዩ ድዩ ኣብ ከምዚ ዓይነት ደረጃ ደብጽሖም እንታይ እዩ ስለምንታይ እዩ ተራእዩ ድዩ እሱ እንድሕር ደይተራእየ ኮይኑ ብንጹር ዘይተጸንዐ እንድሕር ኮይኑ ከምዚ ኢልኩም ምቅላስኩምሲ ሓውሲ ቅቡል ኣይኮነን ድበሃል ኣዘራርባ ኣሎ ዳይረክትሊ ኣብ ሓሳባት እዩ ድዛረብ ዘለኹ ሕጂ ከምዚ ኢልካ ኣይኮንኩን ወይ ከምዚ ኢሉ ተባሂሉ ኣይኮንኩን ድብል ኣለኹሞ ሰባት ምስ ፈቲኖም ቃልሲ ምስ ዝመስሎም እንድሕር ደይሰሊጡ እንታይ እዮም ክገብሩሞ ናብቲ ዝኣምንዎ እዮም ክኸዱ ሕጂ እዚ ነገር እዚስ ተራእዩ ድዩ መጀመርያ ካልኣይ ከዓ መሰል ዶ ኣይኮነን እዩ ሰብ እንድሕር ኣነ በዚ ዘዕውተኒ ኢሉ እንድሕር ተኣኪቡ መሰሉ እዩ ወይ መሰላ እዩ ኣብኣ ከላ እውን እታ ናይ ክሳዕ ምንፃል ትብል እውን ትዝረብ ነይራ እሞ ተነፂልና ኮይና ዘለና ንሕና ከም ኤርትራውያን እታ ኤርትራ እኮ ዳርጋ ሓንቲ ዘይትብፅሓና ኢና ኮይና ኩላህና ካልኣይ ኣሜሪካውያን ዲና ዋላ ገለ ኮይንና ኢና እታ ኤርትራስ ዓዲ ኣቦና ዓዲ ኣዴና ደይንርኤላ ዝዓበናዮ ቦታ ዘይንርኤሉ እንድሕር ኮይኑስ ታይ እሞ ተሪፉና ተነጺልና ኢና ዘለና እታ ምንጻል ቁሩብ ክስታይ ክገብራ መፈላለይ ነጥብታት ዝኸውን ስለ ዘሎ እየ እዚ ከም ናይ ሓደ ሰብ ውልቃዊ ርእይትኡ ወይ ክስታዩ ስለምንታይ ተቐቢሉ ዘይንኸይድ ኣነ ከም ኢስያስ እንድሕር መሰለይ ዘይተኸቢሩሲ ተነጺለ እየ ዘለኹ ክንጸል እየ መሰለይ ክሳዕ ዝተኸብረ ግን ኣብታ ዓዲ ከም ኤርትራዊ ኮይነ ክነብር እየ። ሕጂ ሓደ ብሄር ከኣ መሰሉ እንድሕር ዘይተኸቢሩ እቲ ብሄርሲ ኤርትራ ንዕኡ እንታይ እያ እሞ ወይ ንዓኣ እንታይ እያ? ሕጂ ስለምንታይ ንሕና መሰልኩም ክነኽብረልኩም ኢና ምሳና ጥራሕ ተቓለሱ ሓቢርና ንቃለስ መሰሎም ድሕር ዘይተኸቢሩ ግን ናብ ድላዮም ክኸዱ ከኣ መሰሎም እዩ። ሕጂ እንታይ ንምባል እየ መፈላለዪ ነጥብታትስ ባዕልና ንገብር እንዳኾና መመሊስና እንዳተፈላለና እሞ ብፍላይ ከኣ ከም ኤረ ፕላትፎርም እቲ ሓደ ዓቢ ራኢ ዘሎ ብሓባራዊ ራኢ ምጺኻስ ከመይ ጌርካ ተቃልሶ እንድሕር ኮይኑሲ ኣብ ከምስታት እንድሕር ክንኣምን ዘይንኽእል ኮይናስ መፈላለይ ዶሞ ኣይኮንን ኣሎ ሶ ቤዚክሊ እዚ ዝብሎ ዘለኹስ ኣቢላ ኣቢላስ ናብኣ እያ ትኸይድ ደላ እንድሕር ክነሕብር ንሓስብ ኣለናስ እቲ ሰብ በቲ ዝመስሎ ድመስላ ተቃሊሱ ግን ሓበራዊ ኩላህና ተኸባቢርና ንነብረላ ኤርትራ ንክንፈጥር ኩላትና ክንሰማማዕ ክንክእል ኣለና ኣብኡ እንድሕር ዘይጌርና ግን ጽባሕ ንግሆ ኩላ ፋሕፋሕ እውን ክትብል እያ ማለት እዩሞ እሳ ከም ነጥቢ ክስታይ ክገብራ ደሊ ኣብ መጨረሽታ ከዓ ምናልባት ምዝ ትገብሮ ዘለካ ስራሕ ኣምባሳደር እቲ ውልቃዊ ሓርነት እንተዝረኣይ ሞር ፅቡቅ ነይሩ በሃላ እየ ከም ኤርትራውያን ውልቃዊ ሓርነትና እንድሕር ተኸቢሩ እቲ ሃይማኖትና ድዩ ብሄርና ድዩ ኩሉ ኣብኡ ከኣቱ እዩ ኣሜሪካ ክንመፅእ ከለና ሲ እንታይ እዩ ብሄርና እንታይ እዩ ሃይማኖትና ገለገለ ሓቶትና ካብ ገበን ነፃ ምዃንና ኣብዚ መጺእና ሽግር ከም ዘይንፈጥር ኣጽኒዖም ካብኡ ንኔው እቲ ውልቃዊ ሓርነትና ስለ ዝሃቡና ብድላይና ንኣምን ብ ድላይና ንኸይድ እሞ ኣብዚኣ እንተ ትሪኣ ከም ለበዋ እያ ብ ዓርቢ ሓርነት ብዙሕ ፈቲንና ኔርና ከምቲ ዝድለ ንቕልሚት ኣይከድናን ግን ስቲል ንጽዕር ኣለና በት ኣብቲ ውልቃዊ ሓርነት ከም ኤርትራውያን ኣብኡ ንምኽባር ኩላህና እንተ ንጽዕር ንኹላህና ውን i think ኣብ ሓደ ነገር ከምጸና ዝኽእል እኽእል ኢዩ ዝብል ክስታይ ኣለኒ ካልእ እታ ናይ ኣውራጃ ኢያ ኣብ ናይ ኣውራጃ ናይ ሃይማኖት ገለ ዝፈላልዩና ሰባት ኣለዉ ከምኡ ምዃኖም እንዳፈለጥና ግን ባይታ ከኣ ንህቦ ባይታ ከኣ ንፈጥረሎም ኩላትና ማለት ኢዩ ከምዚኦም ዓይነት ሰባት እንድሕር ባይታ መመሊስና ንህቦም ኮይና ደኣ እሞ እንታይ ኢዩ ደኣ እሞ እቲ ንቃለሶ ዘለናስ ዋጋ የብሉን እሞ ኩላትና ገሊኦም ከኣ ንፈልጦም ምዃንና ንፈልጦም እንዳሃለና

ናይ ናይሮቢ እኮ ባይቶ ነይሮም ምሕዝነት ነይሮም ኩሉ ዝተፈልየ ዝተነፀለ ኣይነበረን ብሙሉኡ እቲ ኢንፋክት ዕድመ ጥራይ ዘይኮነ ኣነ ነግረካ ዋላ እቲ ምድላው ናይቲ ጉባኤ ናቶም ኣሰናዳኢ ሽማግለ ከቕውሙ እዞም ተቓውሞ ሕጂ ባይቶ ክንድዚ ኢሉ ክሕራይ እቲ ሓደ ክንድዚ ሸውዓተ ትሽዓተ ሕራይ ሓሙሽተ ሕራይ ኩሉ ኣብ መወዳእታ እንድሕር ክውደብ ትደልይዎ ኮንኩም ባዕልኩም ውድብዎ ክንሰማማዕ ኢና እንዳ ተባሂሉ ኣነ ዳርጋ ሰለስተ ኣርባዕተ ወርሒ ምስ ኩሉ ባይቶ ምስ ፈጻሚ ኣካል ምስ መሪሕነት ምስ ኣሰናዳኢ ሽማግለ ምስ ሰለስቲኡ ማእለያ ዘይብሉ ናይ ስካይፕ ናይ ውድብ ከባቢት ኣካይደ ብግብኣካ ሕጂ ዘይቀረብና ኣይኮናን ንኹሉ ንቐረበ ቀሪብና ኢና። ንኹሉ ከነምጽኦ ፈቲና። እቲ ዝመጸ መጺኡ ዘይመጸ ከኣ ይመጸ። ነቲ ዘይመጸ ንምምጻእ እተገብረ ፈተነ ከኣ ኣብ ዓንተቦይ ገሊጸዮ። ስለዚሲ እቲ ፈተነ ኣሎ ቦትኡ። እቲ ውጽኢት እዩ ከምቲ ዝድለ ዘይኮነ እምበር እቲ ጻዕሪ ኣሎ ኣብ ቦትኡ። ዋላ እተፈላለየ ርእይቶ ክህሉ ይኽእል እዩ ብዛዕባ ዝኾነ ጉዳይ ብዛዕባ ኣቃውማ፣ ሕጋውነት፣ ውክልና ወዘተ። እዚ ኩሉ ቦትኣ ሃልዩ ግን እቲ ፍታሕ ኮፍ ኢልካ ምልዛብ እሞ ናብ ሓደ ዓይነት ኣረኣእያ ምምጻእ ብመሰረት እረኣእያኻ ናብ ሓደ ጥርናፈ ብምጻእ ስለ ዝኾነ ተፈቲኑ ግን ኣይሰርሐን። እቶም ምኽንያት ትኩላስ እታ ምኽንያት ሲ እባ እቶም ፎሎው ኣፕ እቶም እቶም እቶም እዋ ፎሎው ኣፕ ደኣ ኣብ ስምዓኒ እንዶ እንግዳ ሓቂ ኣብ ናይሮቢ ፈቲና። ድሕሪኡ ክንውድቦ ዝፈተና ፈሺሉ መን እዩ ፊልዎ ክጠቕሰልካ ክኢለ ተማባሪ ብኡ ዶ ክንሰዓር ኣለና ኣይተሰዓርና ንቕፅል ኣለና
ሕጂ እዚ ሲምፖዚዩም ዝሓለፈ ሲምፖዚዩም ዝሓለፈ ሲምፖዚዩም እንታይ መስለካ እንዳስታትሚት ንኹሉ እዩ ዝኸይድ ትዕድሚት ገሊኡ ይምልስን ይፈጽምን ገሊኡ ደንጉዩ ይምልስ እቶም ቀዳሞት ዝምልሱ ግን ኢሚድየትሊ እቶም ዝሳተፉ ግበር ምኽንያቱ ናይ ዓቕሚ ዝድርትነት እውን ኣሎ ሕጂ እውን እንድሕር ደሊኻ ባይቶኡ ነይሮም ክነግረካ በብሓደ እንድሕር ደሊኻ ኣብኡ ነይሮም ተወኪሎም ዘይተወከለ ኣይነበረን። ብ ከም ውድብ ድዮም ተወኪሎም ከም ተነጣጠፍቲ ድዮም ተወኪሎም ብዘየገድስ ተወኪሎም ኩሉ መብዝሕትኡ ተወኪሉ። ይከታተሎ ኔርና ኢና እወ ከም ውድብ ዝተወከሉ ኔሮም ሽዱሽተ እወ ከም ውድብ ሽዱሽተ ውድባት። ዝተወከሉ ኔሮም ከም ውልቀ ሰባት ውን ይመጹ ኔሮም። ኣባላት ናይ ዝተፈላለዩ ኮይኖም ዝመጹ ኣለዉ ስለዚስ እቲ ጻዕሪ ክቅጽል ኣለዎ ዋላ እቲ ኤሪ ፕላትፎርም ሲ ከም ኣሳላጢ ናይ ልዝብ ሲምፖዝዩም ዋዕላ ሰሚናር ጥራይ ዘይኮነ ንውፅኢቱ እውን ይዝርግሖ እዩ ኣብቲ ወብሳይት እንዳፀዓነ ኣብኡ ፖስት እንዳገበረ ኣብኡ ጥራይ ዘይኮነ ኣገደስቲ ሕቶታት እንዳልዓለ እውን መኣዝን ዘትሕዝ ሪኢቶታት የቐርብ እዩ በዚ ናብ ናብ ናይ ሓባር ኣረኣእያ ንምምፃእ እዩ እቲ ዕላማ ብዝከኣል መጠን ብዛዕባ እዚ ኢሳያስ ዘልዓልካዮ
ኣነ ኣብኣ ሕጂ ኣብኣ ኣብኣ ሶሪ ኣብኣሲ ኩሉ ግዜ ክንምለስ እንዲና ኣነ ዓንደብርሃን ኣብኣሲ ፈሽሉ ክስወድ ዝኽእል ብሱ ኦኬ ኣነ ከመልኣሚ መጠን ኣነ ንምንታይ ፈሽሎ ክፈልጥ የለ ኣለኹ ናይ መን ፎልት እዩ እተን ውድባት ግን ኣብየን ዘሎ ንዕ እንድሕር ኮ እተን ውድባት ኣብኡ ውድባት ኮ ከነዕርዮ ዝግባኣና ነገራት ከማ ክህሉ ይኽእል እዩ ስለዚ ኣነ እንታይ እየ ዝብል ዘለኹ እቲ ተጀመረ ኣብ ኬንያ ኦኬ

ካብ ኩላህና ካብ ባይቶ ካብ ምሕዝነት ካብ ኢፕዲፒ ኣብኡ ስለ ዘይነበሩ ካባና ክዝርዝርልካ ከይደሊ ዋላ እቶም ሰባት ጥራሕ ኣቑምና እቲ ኣድሆክ ኮሚቲ ከም ዘይሰርሕ ኮይና እቲ ዕላማ ኣይሰለጠን ዋይ ኣፍሪሶማ ካብ ውሽጢ ምትእትታው ናይ ደገ ኣሎ ለምሳሌ ካብኡ ንላዕሊ እንታይ ክብለካ ደሊኻ ክስቶ ክስቶ ክብለካ ክእል እየ ግን ዶክትሪን ኮነ መን እንታይ ከም ዝገበረ ክነግረካ ክእል እየ መን ኣይ ናይ ውድብ እንታይ መርገጽዎ ክነግረካ ክእል እየ ምስ ኩሎም ራኸብ ያኒ ኣረኣዮም ፈልጦ እየ ኦኬ ዘለዎም ኩነታት ፈልጦ እየ ሕጂ እንታይ እየ ዝብል ንሕና ከም ኤርትራውያን ናጻ ካብ ዝኾነ ጽንሒሉ ኣሎ ንዓይ ገለ ክበኒ ከሎ እዚኣ ክበካ እሞ እዚኣ ግበሪ እዩ ይትረፍ ብለካ ዋላ እዚ ሽርክነት ዝብሃል ኣብ ዓለም ብዙሕ ሽርክነታት ኣሎ ኣብ መንጎ ወሃብትን ተቐበልትን እዩ እቲ ወሃባይ ምዕሩይ ምዕሩይ ሽርክነት ኣይኮነን እቲ ዝህብ ነቲ ዝወሃብ ከምቲ ዝደልዮ ገይሩ እዩ ክርካዮ ዝደሊ ስለዚ እዚ እንዳሃለወስ ንሕና እኮ ነዚ ክንጥሕስ ፈቲና ኪኖ ከድና ከማን ከድና ምስቲ ቀዳማይ ምንስተር ናይ ኢትዮጵያ ተራኺብና ኣብ ውሽጣዊ ጉዳያትና ኣይትእተው መሬትና ብምፍርናይ ሕራይ ምስ ኩሎም መራሕቲ ናይ ኢህወደግ ዝነበረ ሕጂ ፈሪሱ ብልጽግና ሰልፊ ብልጽግና ተባሂሉ ኣሎ ብዘይካ ሓደ ምስ ኩሎም እቶም መራሕቲ ተራኺቡ ብድሕሪኡ ኣብቲ ቤት ጽሕፈት ናይቶም ኣብ ኣዲስ ኣበባ ዝመደበሮም ተቓወምቲ ከድና ከኣ ገሊፅና ንምንታይ ከም ዝነበረ ዋላ ሓንቲ ፍረ ግን ኣይመፀን ምኽንያቱ ተቃውሞ ስለ ዘጋጠሞ እቲ ፃዕሪ ስለዚ ሲ እቲ ፈተነ ቅፅል ኣሎ ዋላ እዚ ሲምፖዝዩም ንገብሮ ዘለና ናብኡ ንምምፃእ እዩ ኦፍ ኮርስ ንኩሉ ከተሳትፍ እንታይ እዩ ፈርስት ካም ፈርስት ሰርቭ እዩ እቲ ሊስታ ዝውሰን እምበር ንኩሉ ቅድመ ከይዱ እቲ ዝመለሰ ምልስ እቲ ቀዲሙ ዝመለሰ ከዓ ኣሳትፍ ስለዚ እቲ ፃዕሪ ቀፃሊ እዩ ተስፋ ኣይተቆርፅን ግን እቲ ግን እቲ መልሲ ከኣ ክመጽእ ክኽእል ኣለዎ ሓንቲ እዚኣ እዚ ናብ ናይ ኢሳያስ ሓቅኻ ኢኻ እዚ ዋላ ዝብል ዝነበርኩ ዓንተቦይ መሰል ናጽነት ወይ ሓርነት ናይ ነፍሲ ወከፍ ዜጋ እንድሕር ተሓልዩ ናይ ኩልና ስለዚ እዚ ኣብ ዜግነት ዝተመርኮሰ እዩ ኣይነፍርካን ብዛዕባ እዚ ብዝኣ ወይ ኣወዳድባ እንዳመስለካ ነፍሲ ወከፍ ኤርትራዊ ብዝመስሎ ተወዲቡ ክቃለስ መሰሉ እዩ ነዚ ነፍጎ የለን ግን ኣነ እንታይ እየ ዝብል ብኸምኡ ድዩ ወይስ ሓቢርና እንተተቃለስና ኢና ናይ ሓባር ዕላማና ኣብ ዝቀልጠፈ እዋን ብዝወሓደ ጻዕሪ ብዝወሓደ ክሳራ ክንወቅዕ ንኽእል። እዚኣ ትሓቶ እምበር ሰብ ብዝመሰሎ ክቃለስ ይኽእል እዩ። በበይንኻ ተፈላሊኻ እንድሕር ትቃለስ ኮንካ ግን ውልቃዊ ዕላማኻ ኣይትወቅዕን ኢኻ፣ ጉጅላዊ ዕላማኻ ኣይትወቅዕን ኢኻ፣ ሓባራዊ ዕላማኻ ኣይትወቅዕን ኢኻ። ከምዚኣ ኣነ እዘን መልእኽቲ እዚኤን ጥራሕ ከመሓላልፍ ይደሊ እምበር መሰል መሰል ኣለዎ። ውልቀ ሓርነት ክኽበር ኣለዎ። ሕጂ ኣብዚ ኣካታዒ ማሕበራዊ ሓርነት ዶ ውልቃዊ ሓርነት እዚ ስእልካ መመኽኔታ ናይ ጨፍላቒ ስርዓታት እዩ። ኣብ ሓደ ሃገር ነፍሲ ወከፍ ዜጋ መሰሉ ዘይሕሎ እንድሕር ኮይኑ ናይ ኩሉ ዜጋ መሰል ኣይሕሎን እዩ። መሰል ናይ ዜጋ ረጊጽና መሰል ናይ ሕብረተሰብ ክንሕሉ ዝብሉ ስርዓታት ኣለዉ። እዚ ህውተታ እዩ ናይ ብሓቂ መመኽኔታ ናይቲ ናቶም ዓመጽ። ዓመጸኛ ስርዓቶም ንምቕጻል ዝጥቀምሉ መመሳመሲ እዩ እምበር ናይ ብሓቂ ሓርነት ኣብ ውልቀ ዜጋ እዩ ዝምርኮስ። ነፍሲ ወከፍ ዜጋ ሓራ እንድሕር ኮይኑ ኩሉ ዜጋ ከኣ ሓራ እዩ። እዚ መሰረታዊ መሰል እዩ። ስለዚስ ኣብ ክንዲ ተጎጃጂልና ንቃለስ ሓቢርና እንተተቓለስና ኢና ናይ ሓራ ዕላማና ንምብቃዕ።

ተራ ምሁራት ኣብዚ ናይ ተቓውሞ ቃልሲ ከመይ እዩ ኢልካ ትግምት? ወይ ዝተገብረ መጽናዕቲ ኣሎ ዶ? ከምኡ ክብል ዘገደደኒ ምኽንያት እንታይ እዩ? እቲ ኣብ ታሪኽና ዝሓለፈ ቃልሲ ብዙሓት ምሁራት ንብዙሕ ዕድላት ገዲፎም ኣብቲ ሰውራ ተጸንቢሮም መስዋእቲ ንሃይ ወሲኾም ድዮም ስለዚ ኣነ ብዝመስለኒ ስታ ድማ ትመልሰለይ ተራ ናይ ምሁራት ኣብዚ ተቓምኣሲ እንታይ እዩ ዝብል ሓደ ሕቶ ክምለሰለይ ይደሊ ካልኣይ ዋላ ኣብቲ ውድባት ተሶኺዐን እንተዘይተቓለሱ ውን ኣብ ውሽጢ እቲ ዲያስፖራ ዝረኤ ምትፍናን ከምዚ ኩሉ ኩን መዓልቲ ኣብዚ ሎማዓንቲ ክንዛረበሉ ዝወዓልና ተርእዮታት ኣሎ ዩ። እዚ ተርእዮታት እዚ እንታይ ዩ ተራ ናይ ምሁራት ኣብ ምርግጋእ ናይ ከምዚ ዓይነት ኩነት? እዚ እውን ካልኣይ ደረጃ ዝሓቶ እዩ። ኣብ ቃልሲ ኩሉ ግዜ ኮይኑ ዝስማዓኒ ኣብ ቃልሲ እንዳተጻረፍካ እንዳተዋረድካ ሰብ ዓኽቱፍ እንዳበለልካ እዚ እዩ እቲ ተመክሮ ናይ ቃልሲ ናይ ህዝቢ ኤርትራ ናይ ኩላትና ተቃለስቲ ስለዚ እዚ ከምዚ ዓይነት ኩነታት ብምጽላእ ዶ ኮን ኩኑ ይብል ኣነ ብወገነይ ግን ሕጂ ውን ህዝቢ ንዓኦም እዩ ዝጽበ ዘሎ ኣብዚ ልዑል ተራ ክህልዎም ኣለዎ ዝብል ርእይቶ እዩ ዘለኒ።
ተወሳኺ ባዕሉ እወ ብመጀመርያ እንቋዕ ብሰላም ኣራኸበና እንኳዕ ብደሓን መፃእካ ኣምባሳደር ኣነ ክሓታ ዝደሊ ሲ እቲ ዝበልካዮ ኣቲንክ ህዝቢ ዘለና ሲ ዳርጋ ኣብ ሓደ ኢና ዘለና እቲ ዕላማ እቲ ስርዓት ምውዳቕን ብድሕሪኡ ዝኸውንን ሕጂ ሲ ኣብ ኣነ ዝተፀበይክዋ ካብዚ ኣኼባ ኣክሽን ፕላን ትትንተናት ወይ ሲምቶምስ ፈሊጥናዮ ኣለና ከምዚ ዝበለቶ ግደ ናይ ሃይማኖታውያን፣ ናይ ስነ-ኣእምሮ ድዩ ናይ ገለ ከምዚ ዝኣመሰለ ናይ ምስታፍ እናወደብካ ትኸይድ ዘለኻ ኮይኑ ይሰሚዐኒ እሞ ምናልባሽ correct me if I'm wrong ኮሚታት መንገዲ እንተኸድና ምኽንያቱ እቲ ስርዓት ብዘይ ውዓል ሕደር ከልግስ ከም ዘለዎ ጭሩ ናይ ኤርትራ ውን ትፈልጥ እያ እሳ ውን ተሸጊራ እያ ዘላ እታ ጭሩ ስለዚ እዚ ዘተሓትት ኣይኮነን ብድሕሪኡ ከኣ ከምዚ ናይ በዓል ሊብያ እዚ ናይ ካልኦት ሽግራት ንርእዮ ዘለና ከምኡ ከየጓንፈና እዚ ከኣ ንርእዮ ዘለና እዩ። እታ ፕላን ኣክሽን እንታይ እያ እዚኣ እታ ሕቶይ። የቀንየለይ። ኣብ ተወሳኺ እቲ ኣብ ውሽጢ ዘሎ ኣካይዳ ሲ ናይ ሓደ ሰብኣይ ወይ ናይ ውሑዳት ሰባት ውሳኔ ተሞርኪሱ ዝኸይድ እምበር ነፍሲ ወከፍ ቤት ጽሕፈት ወይ ኣካል ናይ መንግስቲ ሃልዩ ኢንስቱሽናላይዝ ዝኾነ ኣካይዳ ይረኤ የለን። ግን ነዚ ክንቅረበሉን ክንክእል ከኣ ከምቲ ሳባትሎ ጸንሐ ብናይ ተራ ናይ ምሁራት ኣብቲ ዓዲ ክሳብ ሕጂ ቁሩብ ዝሕድሂሉ ኢና ንሪኦ ዘለና። ኣነ ካብ ንዕኦም ብለይም ዝገብሮም ከማን ነቲ ኩነታት እየ ብለይም ዝገብር ሰብ እንታይ ሓደ ቅልቅል ተይሉ ይቅጥቀጥ ንሳቶም ከኣ ተቃውም ተይሉ ማለት ምክንያቱ ካብ ካልእ ካብ ሰቦም ዝበለጸ ናብራ ክነብሩ ዝክእሉ ሰባት እዮም እቶም ሰባት ወላ ተጸጊዖም ስቅ ኢሎም እንተከዱ ኣይብልን እዩ ግን ኩላቶም ሃገራውያን ብምኳኖም ናቶም ተሳታፍነት እውን ስለ ዘርኣዩ፣ ተገዳስነት እውን ስለ ዘሎ፣ ናቶም ምእላይ ነቲ ቃልስና ይጎድኦ እምበር ኣይጠቕሞን እዩ። ስለዚ እቲ መንፈስ ናይ ምርድዳእ ኣብ መንጎና እናዕረናዮ ክንከይድሲ ኣገዳሲ እዩ። ንሓደ ሰብ ተዛሪቡ ዋላ ይደግፍ ናይ ናራኣይኡ ክንቅጥቅጦ ኣለና ደገ ወፂና ማለት ኣለ እቲ ናይ ኣራኣያ ፖለቲካ ናይ ፖለቲካ ኣራኣያ እዩ ያው ኣብ ጥቕምና ከም ዝውዕል ክንገብሮ ኣለና ነቲ ክንል ኢና ሰው ብኣኽብሮት ክንደልዮም ክንሳትፎም ነቲ ብመልክዕ ኢንስቱሽንስ ክሰርሕ ንደልዮ ዘለና መጻኢ መንግስቲ ከኣ ነቲ መንግስቲ ምስ ነገሰ ዝኾነ ይኹን ምቅርራባት ናቱ ክከውን ንክኽእሉ ኣነ ውን ከም ኣየ ሓሲበ ኣብ መረጻ ምእመን ኣብ ኮምኡ ገጥማልና ንከይበሉና ኢለ እየ ሓሲበ ጸኒሐ።

ናይ ኤጁኬሽን ክእለታትን ፍልጠታትን ዘለዎም ኣብ ውሽጢ ኣሜሪካ ንኣብነት ዘለዉ ዝያዳ ክውደቡ ይኽእሉ። ተወዲቦም ገለ መጽናዕቲ ገይሮም ናይቲ ሲስተማቲክ ኣመሓሓደራ ናይቲ ትሕዝቶ ናይቲ ትምህርቲ ኣይናይ ደረጃ ኢንታይ ክፈልጥ ዘለዎ ድምጽ ኩሉ ዲቴልስ ከድልዮ ኢዩ ማለት ኢዩ ናይ ሕክምና ኹን ናይ ናይ ኦዲቲንግ ከምኡ ናይ ካልእ ነገራት ኣሎ ናይ ሕጊ ኣሎ ናይ ገረብ ሕጂ እዚሲ ኣብ ምንታይ እዩ ክግደፍ ምስ ኣተና እዚ እኳ እዩ ነቲ ገጥ ዘብሎ ንኹሉ ድሕሪ እቲ ኮንስቲቱሽን ምህላውን ባይቶ ምህላውንሲ እዚ እዩ ጠጠው ዘብለና ንዓና ስለዘየሎ ጓንጓ እዩ ዘሎ ሕጂ ዋላ ሓንቲ የለን።

ነቲ ገስጋሲ መልክዕ ኣውሂቡ ኣህጉራዊ ምሕዝነትን ደገፍን ዘረከበ ተራ ናይ ምሁራት እዩ። ብርግጽ ኣብ ክልቲኡ ኣድሓርሓሪ ዝኾነ ሕመረት፣ ጸረ ምሁራት ዝኾነ ኣጠማምታ ነይሩ ኣብ ክልቲኡ። ምሁራት ናይ ብሓቂ ግቡእ ዓቕሞም ከፍቅዱ ኣበርክቶ ክገብሩ፣ ባይታ ኣይረኸቡን። በቲ ዝነበሮም ባይታ ግን ነብሶም ተረቶም በቲ ናይ ቀደም ኣዘራርባ ድርባም ነብሰ ቅትለት ይገድፋ። ከምቲ ነውሪ ምንጩ ኣልዓሎ ተዛሪብካ ነብሰ ቅትለትካ ዝተገብረ ኣበርክቶ ብዘይ ምሁራት እቲ ገስጋሲ ርእይቶ ዓለም ናይ ክልቲኡ ውድባት እቲ ብሳልኡ ዝተረኽበ ኣህጉራዊ ትእዛዘን ኣህጉራዊ ደገፍ ናይ ብሓቂ ውጽኢት ናይ ተራ ምሁራት እዩ። ስለዚ ምሁራት ዓቢ ተራ ኣበርኪቶም እዮም። ሕጂውን ዓቢ ኣበርክቶ ክገብሩ ይኽእሉ እዮም። ምሁራት ክንብል ከለና ምናልባት ሞያዊ ክእለት ዘለዎም፣ በብሞያኦም ዓቢ ፍልጠት ዘለቡ፣ ዓቢ ክእለት ዝደለቡ ክኾኑ ይኽእሉ እዮም፣ ግን ኣብ ፖለቲካ ንኽዋስኡ ማሕበራዊ ንቕሓት እውን የድልዮም። ኣብቲ ቃልሲ ክሳተፉ ናቶም ሕልና ክድርኾም ክኽእል ኣለዎ። እዚ ውሁብ ኮይኑ ግን እዚ ቀንዲ ዕላማ ዋላ ናይዚ ዘምጽኣኒ ዋላ ኣብዛ ኣሜሪካ ክግበር እዩ፣ ክዘሮ ዝቐነኹ ምሁራት በብሞይኦም ዝውደብሉ ኩነታት ንምድህሳስ እዩ። እንድሕር ደኣ ተዘይተወዲብካ ሓይሊ ይብልካን። ሓይሊ ኣብ ውዳበ እዩ። ሕጂ ሞያውያን ከምዚ ኤልሳ ክትብሎ ዝጸንሐት ዋላ ኤጁኬተርስ እንድሕር ኮይኖም ብዛዕባ ንኤርትራ ዝኸውን ካሪኩሉም፣ ፐዳጉጂ፣ ስርዓተ ትምህርቲ፣ መጽናዕትታት ክገብሩ፣ ነዚ ዘሎ እንዳ ገምገሙ ጉድለታቱ ዝማላኣሉ ከጽንዑ፣ ሓካይም ኣገልግሎት ጥዕና ከመይ ጌሩ ክምዕብል ይኽእል ኣብ ኤርትራ፣ ነዚ ዘሎ ኩነታት ከመይ ጌርካ ትቕይሮ፣ ነርስስ ምስኡ ዝተኣሳሰረ እዩ፣ ሎየርስ፣ ኢኮኖሚስ፣ ኮታ ኩሉ በበ፣ ኤንጂኔርስ፣ ሕጂ ህንጻታት ክካብ ካብ

መለለዪታት ናይ ጥዕና ናይ ሓደ ቁጠባ እዩ። እሱ ምህናጽ ተሪፉ ጥራይ ዘይኮነስ ምዕናው፣ Demolition፣ ጸኒሑ እዚ ኩሉ ግን ኣርኪተክስ ከድልዮም ኤንጂነርስ ከድልዮም ስለዚ እዞም ምሁራት በብሞያኦም ክውደቡ እሞ ዘድሊ መጽናዕትታት ክገብሩ ሎሚ እንታይ ክግበር ይከኣል ጽባሕ እውን እንታይ ክግበር ይከኣል ምናልባት መደባት ክውጽኡ ሜላታት ክሕንጽጹ ክኽእሉ እዮም ዝብል እምነት ኣለኒ። ስለዚ ካብቲ ቀንዲ ዕላማ ኣብዚ መምጽኤ እዩ'ምበር ነዚ ንምድህሳስ እዩ። ናይ ዝተፈላለዩ ምሁራትሲ በብሞያኦም ተወዲቦም እሂን ምሂን ክበሃሃሉ ሽግር ናይታ ሃገር ክፈልጡ ሽግር ምስ ፈለጡ ከኣ ፍታሕ ንኸምጽኡ ክቃለሱ ንሱ እዩ እቲ ዕላማ። ካልእ ዝግብኦም ዶ ገብሩ ኣለዉ ብሕልፊ ኣብዚ ሕጂ ዘሎ ኩነታት ብዝተፈላለየ መንገዲ፣ ዋላ እዚ ናይ ኢሳያስ ኮሸምሸም ኣብ ኢትዮጵያ ዘምጽኦ ሕጋውነት ቃልሲ ህዝቢ ኤርትራ ንመሰል ርእሰ ውሳኔ ኣብ ሕቶ ምልክት ዘእቱ እቶም ቅድሚ ሕጂ እተሳዕሩ ሓይልታት ዝበራበሩ ዘለዉ ዝመስሉ ዝተፈላለዩ ሰበ ስልጣን ይኹኑ ዋላ ኦፒንየን ሰትር ዝነበርሉ ኢትዮጵያ ናይ ቀይሕ ባሕሪ ሓይሊ ክትከውን ኣለዋ ናይ ባሕሪ ሓይሊ ክትከውን ኣለዋ እንዳበሉ ዘብልሉ ናይ ሰለስተ ሽሕ ዓመት ጽውጽዋይ እንዳምጽኡ ኮታ ንታሪኽ ህዝቢ ኤርትራ ዘይመልክዑ እንዳትሓዙ ነቲ ፍትሓውነት ናይ ዝተኻየደ ቃልስን ህላወ ናይ ናጻ ልኡላዊት ሃገር ኤርትራን ዝስፍሑ ዘመተታት ዝገብሩ ስለዘለዉ